እወ ሻዕ ኢለ ነጊረኪ ተዝኸውን ስምበሪ እያ እዛ ኩላ ሓጢኣት ኣይምኣትኹን። እምበኣር ካብ ፈለሙስ ጽድቂ ክቁጸረልኩም ኢኹም ውዒልኩሞ። ጉላመኛ እባ ኢኹም። ጸጊም እኒ ኢልሃኩም ዲኹም ኣቲኹማ? ንዓ ቅረብ ቅረብ ንዓ እብለካሉ። ሓወቦይ ግደፍ ስምዓኒ ግደፍ ስምዓኒ ጽባሕ ክትጉይ ኢኹ። ካብ ወደይ ንትበልጽ ኢኻ ንወደይ ኣጉሂኻስ ንዓይ ከኣ ክትቀትለኒ ኣብ እንዳ ሓሰር ክትጸናጸነኒ እታ። ናይዛ ጸገም ረኺባ ዘላ ጓለይ ካብ ሓፍተይ ክመልሳ ደልየ። መን መኸለኪ ሂህታ ከሊእኻያ ዲኻ? ኣይ እንታይ ክኸላ'ዳ።
እዋ ክሳብ ዕለተ ሕርሰይ ክጸንሕ ኢላትኒ'ዶ ይበልካ እንዳ። ኢላኒ'ወ ማልዳ። በሊ ኣጋ ግዜ ናብዚ ኣምጽእ'ሞ ብቑምነገር'የ ደልየኪ ዘሎኹ ሓደ ምሽጢር ክነግረኪ። ነጊረካ እኮ ቅበጸኒ ኢለካ'የ ተደሊኻ ነዲ ሕሻዊት ደም በኻኺት። ምሓሸኒ ንዓኹም ካብ ምርኣይ'ኳ ምደሓንኩ። እሞ ከምዚ እንዳበልካ ደኣ ከመይ ኣቢልካ ኢኻ ተመርዓዋ ተበሉኻስ ምስኣ ክትነብር። ደሓን ንመርዖ'ሞ እታ ዝወለደት ከኣ ክትወልድ'ያ። ኣድሓነት ነትልካ።
ባዕላ ነዛ ቆልዓ ሰጉጋታ ከላ ሕጂ እዛ ቆልዓ ተዘይ ኣምጻኻያ ላይፍ ተዕገርግረኒ ኣላ። እሞ ተምጻላ ሓትንና ዶ ክንዲ ድሕረን ዝኮነላ ወይለ ኣብዚ ኣቢልካ ኣላ ትዓርፍ ካልእ ጉዳይ እኮ ይጽበየካ ዘሎ። ናይ ካልእ ጉዳይ ኣይግድሰንን እያ። እሳ ድያ ናትክን ወሲዳ እስኽን ዲክን ናታ ወሲድክን ኮም ፍላጡ ሲኢንና። ኣየ ርግበ ሰመረ ከተስሕቐኒ ኢልኪ እንዲኺ ትደኣሊ ግን መሪሱ ይደኾርየኒ እቲ ደኣላታ ኣይናትክን እዩ ናይ ምለን ንምለን ሃብያ። ኣይ እወ ደሓን በላ ኣታ እያ ገዛይ ብኸሰተ ደኸ ተጀሚሩ እዩ ንኸሰተ ኣነ ፅቡቕ ገይረ ፈልጠ እየ ትሕንግድ ዘላ ኣድሓነት እያ ነድሓነት ኣብ ብርካ ወዲቕና ንለምና እንታ እዛ ሰበይቲ እዚኣ ኣብ ለይቢ ሕማማ ከይተብፅሕዋ በጃኻትኩም ናብኡ ትኸዱን ኢኹም ኣብዚኣ ከለና ንጨርሻ በዚኣ ኣቢልና ከዓ ነድሃንስ ንኽይ ኣንትና ደይ ፅርሃ እሱ መፅንሓልክን ኣልዕላ ኣቢልክን ዲኽን ርእየ ኢልክን ጓል በረምበራትከ ኣነ ዶ ሕሱ እየ? ያ ንስኺ ትሕስዊ እ ኩሉ ግዜ ትዛረቢ ትዛረቢ እንታይ ኢልክና ንዓና እ ኣብ ገዛ ምስ ኣብዓል ኣደይ ተዕልሊ ኔርኪ ሽዑ እ ጸጋይ መጺኡ ኪዱ በልዎ ኢልክና እዚ ሓሶት እዩ። ኣይ እምበኣር ተተቃተልኩም ውን ናባይ ከተሳብዎ ኢኹም ንስኹም በሉ ኪዱ ጸጋይ ኣይረኣኹ ሕድሪ ኣይረኣኹ።
ሃንስ ጸጋይ ወዲ ሓውኻ። ኣንታይ እያ ገዛኢ ናይ መለይ ጓለይ ግጥም ክንውድእ እንዶ ግደፈኒ። ኣይንገድፈካ ኢልና ኩሉ ጸገም ኮዩ ብሓደ መጺእና ዘሎ ኣንገሶም ሓዋል ነድሓነት ክመጸካ ኢሉ ልኢኽላ ኣሎ ብሓት ከኣ ዝገደደ ሓዊ ኮነ ኣጉድ ኢና ኣንገሶም ክመጸካ ኢሉ ልኢኽልካ ወን ይኽለ ዋይ ኣነ ኣንታ ንሱ ዳ እሳት እንድዩ እሳት መበል ኣነስኪ ምድሕት ምስተደሓነት ክመክር ዳ ሓንሳእ ግደፉኒ ኣያ ገዛይ እዛ ናይ ጸጋይ ዝበልካያ እንታይ እያ እንታይ እንታይ እያ ጸጋይ ወዲ ጀናይ ደኣ ኣነ ተጋግየ እየ ዓዲ ኣትየ ንመለ ክሕሸ ክመርዓወሲ ንኸሰተ ተዛረብሎ ይብል ኣሎ እዚ እሞ ይከውንኒ ነቲ ጸሊም ልልቢ ጓለይ ኣይህቦን እየ እንታይ ዝበለ ጸገም እዩ መጺኡ ዘሎ ኣንታ ከሰተ ሕራይ እንደበለ እዛ ጉዳይ ዕርፍ ከነብላ ብድሕሪኡ ናይ ምሕረት እ፣ ገ- ጌርና ብሰላም ናብ ዓዳ ንመልሳ እሞ ንኺድ ኣነ ንምሕረት መዓልኪ ክብላ ንየሴፍ ከኣኒ ኣብ ብርኩ ወዲቐ ኣይትሓዘለይ ክብሎ ህ ኣንታ ከሰተ እዛ ደሓነት ከ ነዚኣ ደ ሕራይ እምባል ከቢዳታታ እታ ደኣ ኮይናታ እንቋዕ ደኣ ዝወዲ ሓወይ ሕራይ በለና እምበር ንሕና ክንክሕሳ ኢና ኣድሓነት ከኣ ትሕደገልና ጓላ ትሕቆፍ ሃንስ እስከ ናብታ ደሃነት ናዕናይ እሞ ኣብዛ ብርካ ወዲእና ክንልምና ንኺድ ኣንታ ናብ ገዛይ ትኸዱን ኢኹም እንዴ ዝብለኩም ዘለኹ ናብ ምሕረት ንኺድ ናይ ጸጋይካ ይጽንሓልና። እዋ እንታይ ክጸንሓልና ደኣ እዚ ቆልዓ እኮ ዓዲ ክኣቱ ንደልዮ ኣለና ዊለ። ወላ ትቡኡ እውን ይደልዮ እዩ ዘሎ ጀናል እኮ ይደልዮ እዩ ዘሎ ርእሰይ ኣድኒንካኒ ኢሉ ክቆህሎ ይደሉ ኣሎ ኣነ ንመድሃኔ ወደይ ገኒሐ ሕጂ ብሰላም ነዛ ምሕረት ናብቲ ዓዳ ንምለሳ እዚኣ ሓግዘና ከሰተ እሞ ንኺድ ሕራይ ናብ ምሕረት ንኺድ እሞኒ ሰላም ንብላ ንኺድ ናብ ምሕረት። እወ ብድሕሪኡ ናይ ጸጋይን መለይን ንገብር ተፍቅርኩም ከኣ ንመልሳ። እሞ
መድሓነት ጌርና ናብ ገዛና እንተኸድናኸ? ኣንታ ሃንደስ ሕጂ ከ መሊስካ ሓዊ ዲኻ ክትመልሰላ ደሊኻ እዛ ሓዳሪ? ክላ ስቕ በል ሓዊ ደኣ ባዕልኻ እንዲኻ መሊስካሉ ነዚ ከምዚ ኢልካ ትኽሕደኒ ትሕንግድን ኣነ ካብ ፈለማ ኣድሓነት ሓያል እያ ጊደፍ ኣይትእተዋነ ንምሕረት ኢለካ ኣቕብጭካ። እዋ እንታይ ማለትካ ኢኻ ሃንደስ ወይለ ሕጂ ከኣ ንድሕሪት ክትመልሰና?

ኣብዚ ቀንዲ ደኣ ሰላም ከይብልኳ ድየ ክኸይድ ክረኽባ እባ። ኣቲ ናደይ ምሕረት እዚ ኣደይ ኣድሓነት ደኣ ነደይ ምሕረት ሒዝክለይ መጺኺ ኢላ ደኣ ከይትማዓተኒ። እንተኾይና ወይለከ ኣብዚ ቀንዲ ዶ ሰላም ከይበልኳ ከይረኸብኳ ክኸይድ እየ። እዋእ ሓያለ እንዳበልኩን ንዓይ ርይ ተቢላትኒ እሞ ናብ መብርያ ትቕየር። ዋእ ኣንቲ እዛ ሰበይቲ ናይ ሰብ ፍጥረት ዶ ይብላን እዩ። ወይለከ። ኣይ ነታ ጸጋይ ወዲ ሓወቦይ ዝዓመጻ ጓላ እንድያ ግልይ ኢላ ናፍታ ምራሕትና ወሲዳታ ሰጊጓታ። ዋይ

እሞ ዶ ክንምለስ ዋእ ተመለሳ ተመለሳ ኩልና ንመለስ ዋእ ነያ ከሰተ ዘይትረኽበ ምሕረተይ ናይ ከምታ ቀደምክን ከኣ ርኢ ክለኽን ሽኽሽኽሽኽሽኽ እናበልክን ትዛረቦ ዋይ ኣንተ እዛ ቆልዓስ ጓለይ ከመይ እያ ዋ ነቦኻ ከሰተ ደኣ ፍሽኽሽኽ ደብሎም ከን ይርኤ ዋው
እሞ ናይ ዓበይቲ ትዛረቢ እንዳበልኩ ምንዶ ደኣ ተሓቂ ከውፃእ ኮይነ እምበር ከምኡታት እዩ
ዋይ ኣቲ ንስኸስ ንበይንኺ ኢኺ በሊ ደሓን ንዕናይ ሞእቱ ውብልኒ ዝወለደት ክወልድ ኣንስ ክረኽባ እየ ዋይ ፈሪሕኺ እንዲኺ ዋይ ኣይፈሪሕኪ እንዲኺ ፍሪሕክኒ ክልተ ክልተ እኮ ሓሲበ ዋይ እሞ ንመለስ ወለከይ ሰዓት ሓሽ ምሕረዘይ
መዓልክን ከመይ ኣለኽን መስገኖ ደሓን ዲኽን እሞ ገዛ ባንእቶ ክንላዘብ ብፅሖ ኣለኒ ይወፅእ ኣለኹ ዋእ ሰብ እንዳመጸ ናብ ቤትካ ዶ ደኣ ይውጻእ እዩ ዋእ ሆንላ ዘብባ። ካልእ ጸገም ከይተልዕላለይ ኣብታ ዝኣተክንኣ ገዛ ኪዳ ጉዳይ ተለክን ምስቶም ዝወለዱልክን ኣው ጥርሹ። ወይለከይ እንታይ መለኣለይ ዶ ኢለክን እየ ኣነ እኮ ዝተጋገኽዎ እቕረ ክብለክን እየ ዝብለክን ዘለኹ ድሓር ከኣ ስድራ ንኸውን ንተሓጋገዝ እንታይ ክትሕግዛኒ ሳላ ጥሪተይን ሳላ ገራተይን እንታይ ጸገም ኣለኒ መስጎኖ ፈጣሪ እሞ ኣይተእትዋንን ኢኽን ኣይንላዘብን ኢና። ምሳይ ጉዳይ የብልክንን እኮ እየ ዝብለክን ዘለኹ። ዋይ ኣይ ሓቆም እንድዮም ደኣ እዞም ከሰተ ኣብ ገዛ የእትወክን እየ ክብሉኒ እ ዋ እንታይ ዶ ትምልዓለ ኢኽን ነቲ ወደይ ዶ እንታይ ክትምልኣሉ ኢኽን ኣዲኡ እኮ ኣለኹ ወደን ኣቦን ኮይነ ዕጥቕ እቲ ሰበይቲ ዘዕበኽዎ ወይለከ ኪዳ በላ ብዓልኪ እዮም ተመርዓኹሎም እዩ ዝመስለክን ዘሎ ንሱስ ሓቅኽን ደሓን ኣነ ግን እቕረ በላለ ይብለክን ኣለኹ ኪዳ ምስ ከሰተ ተላዘባ ኣብዛ ኣፋፌት ገዛይ ከይትረግጻ ከለይ ይኣኽለኒ ኣነ ጸገም ረኺበ ኣለኹ ኪዳለይ ወይለይ ኣድሓነ ኣንቲ ሓፍተይ ደኣ ተጸሊላ እንድያ ወይለከይ በሊ ምስ ወደይ ኣብዚኣ ከይመጽእ ሓራም ይኹነኒ ከይደ ደኣ ከይደ ደይ ርግምቲ ወይ ኣነ ከመይ ድበልዋ ሰይጣን ደኣ ኣላ እዚኣ በስመ ኣብ ወወልድ መንፈስ ቅዱስ
ጉድካ ከይትዝርንሕ ዓገግግ ክትብል ዘለካ ሕጂ ሓዲ ኣይፍልጥን እየ ተፈራርሃኒ ዲኻ ዘለኻ እወ ንምሕረት ካብታ ገዛኻ ትመልሳ ዲኻ ኣይትመልሳን ተዘይ ኮይኑ ናይ ርብቃ ጓልካ ጉድ ኣብዚ ዓዲ ብትን ከብላ ኣይ እወ ክሰትረካ እንዲ ሓሲበ ንስኻ ግን ተሰቲርካ ኣይትስተርን ኢኻ ንሳ ደኣ እንታይ ኣቢሳ እኳ ተመሪዓ ሓዳራ ጌራ ከይትወልድ ከይትዘምድሲ ክትኮልፋ ባዕላ ትበልፅ ካብ ደቂ ደይ ትበልፅ እያ ኣነ ንምሕረት ክረኽባ ኣብታ ገዛኻ ክረኽባ ንስኻ ከኣ ወድኺ ሒዝኪ በዚኣ ኣቢልኪ ኺዲ በላ። ከመይ ኣቢለ ከመይ ኣቢለ እ ንሳስ ናይ ወዳ እንድዩ ዝዓጅባ ዘሎ ቀሲና ተኸደትልናኺ ኣንታ እዚኣ እኮ ርኢኻ ኣለኻ ቀሲና ተኸይዳትልና ንሕና ከኣ ጉዳይና ብሰላም ክንውድእ ኢና። ሕጂ ብታ ክሳድ ስለ ዝበጻሕና እስኻ ስለ ዘይመሓርካን ኣነ ከኣ ኣይምሕረካን እየ። ናይ ርብቃ ከኣ ኣይሰትረካን ኣይሰትረካን እሞ ተጸሊ ኢልካ እዚ ከይመጽእ ብዓንተቡ ነዚ ቆልዓ ስደዶ ኢለካ እንዲ ኣንታ እዚ ቆልዓ ክሰዶ ተኮይነ እዚ ኣቡኡ ምዃንካ ክፈልጥ ኣለዎ ኣንታ ኣቡኡ ቦይ ትበለኒ ኣቡኡ ምዃነይ ምስ ተነግረ ናብ ኣዲኡ ስደዶ ኢለካ ንስኻ ግን ነዚ ቆልዓ እህ ምስዚ ቆልዓ ኾንካ ዲኻ ፊኒሽ ኦኸይ ፊኒሽ ኦኸይ ክትብል ኣው ፈሽፈሽ ኣእቲኻልና ኣዲኡ ኢኻ ጸዊዕኻሉ በል ሕራይ ደሓን ናይ ርብቃ ጓለይ ከይተልዕላ ግና ቃል እተወለይ ቃል ክኣትወልካ ኣንታ ጠላም ብሰንክኻ ዘይኮና ሓዳረይ ንፋስ ኣእቲዎ ዘሎ ሕጂ ደረት ረጊጽና ኢና ኣይምሕረካን ይብለካ ኣሎ ኣንታ ንኣ ክንላዘብ ግደፍ ኣንታ ግደፍ ክንላዘብ ከሰተ ኣንታ ግደፍ ግደፍ ክንላዘብ እሞ ሕጂ ደኣ ነዛ ምሕረት ወዲ ክሒዝኪ ኺድለይ ክብላ እምበር ከመይ ቢልካ ደኣ ምኸም ዝኸውን

ርብቃ ርብቃ እያ ኣይኮነን ጸጋ ሕጂ ጸጋ ጸጋ ጸጋ ጸጋ ማለት እሚለና ናበየና ቢለና ክትገብራ ወፅእ ስኢነ ኣንቲ ደ ነዚ ዲኸ ዋ እንታይ ደኣ ተሰምድና ወይ ኣነ ከዓ እንታይ ኣሲና ኢለ ሚላ ሓብተይ ንማሚ ዓድና ተሪያ ኢላ ወሲዳታ ተዛውራ ትኸውን ማሰ ማሰ ኢላ ተስሕቃ ኣቶ ወከብ ገበላ ሕቶ ተኽብላ ነይረ ነናደ ሙናም ዳያ ክሰተ ዳኡ ሰተትኹ። ትፈድዮ መን ኢልዋ ባዕላ ዶ ጉድጓዳ ክትፍሕል ኮይና እዛ ቆልዓ እኮ ጥዕይቲ ኣይኮነትን። ኣቲ ደሚሌና ክንዱ እይትጋገን እያ ዋእ ነዚ ዓዲ ከተርእያ እያ ኣብዚ ዓዲ ኮለል ተብላ ዘላ ኦኬ እወ በሊ ጸጋ ሓብተይ ንዒ ጸውዕየን። ዋእ ኣበይ ኢለ ክጽውዐን።
ኣነ እዛ ቆልዓ ኣይፈተኽዋን ሃየ ንዕ ድህየን ኣድህየን እዛ ጓለይ። ድሓን ትምጻእ ኣሞ ክመናጭታ እየ። ኣነ እኮ ነጊረኩም እየ ካብ መጀመርትኡ ሚለና ሚለና እንዳበልኩም ከም ጸይቕኩማ ምስ መሳተኦ ከም ጸወት ገዲፋቶ። ኣይ ክልተ ኣርባዓ ዕድመ ሒዛ እንድያ ተወሊዳ ኣታ ኣነስ ደስ ክትብለኒ ደስ ክትብለኒ ማሰ ክትብል ከላሞ ሰሚዐ ይመንዋን እዛ ቅጭና ሓፍተይ እንታይ ትብል ማሰ ማሰ ማሰ ክብል ኣነሰ ጓል ሃንስ ጊላይ ለሰ ለሰ ትብል ሓቃ እያ ኣንታ ርኪብኩም ዲኹም ኣብ ፀጋኺ መኸዳ እያ ፅንሒ ርከባ ጥራሕ ክመናጭት እየ ዝቆርጫጭ ኣይ ንስኽሲ ቀኒእኽላ ኢኺ ማህሳ እንደ በለ ከም ሓፍቲ ክንፈትወኪ ኖ ኖ ፀጋ ሓብተይ እንታይ ትገብር ስቕ ኢላ ዓይና ፈጠጥ ፈጠጥ ፈጠጥ ተብሎ ወልሓጥ ፊኒሽ ባእሲ ትኽእል ትፃረፍ ዳሲ ትምፃእ ሞድ ሓንሳ ቆልዓ ትምፃእ ጥራይ ዓጢቐላ እንደ ዘለኹ ኣብዛ ውሻጠ እቲ በርበረ ዕጥን ገብ ኣዋይ ኣደይካ ኣበርበረ ምዕጣን ክትፈቱ ዕጠን እያ በሊ እወ ኖ
ኣነ ሚላ ሓብተይ ትበኪ ኣይደለን ኦኬ ደሓን ኣነ ባዕለይ ይዛረባ ኦኬ ቀስ ኢለ ከምኡ ኣይግበርን ኢለ ይምዕዳ ባዕለይ ንስኻ ደኣ መሊስካ እኳ ሕንቲ ኽቲኽ ኣቢልካ ተጻውታ ኣደይ ከይትደግሚ ኢልኪ ጥራይ በርበረ ዕጠኒ ሓ ንሳስ ማሰ ኢላ ክትዓጥነኪ ነይራ
ኣተይ ዋ ኣንቲ ብኣፍ ነብሪ ገዲፍክን ንኽትከዲ ወያኔ ኣይንሳ ፈርሒ እንዲ ካብቲ ኣፋፌት ከብፅሓ ግዝበልኩኺ ዋ ሽንቲ ማየ እኮ መሊቕኒ እዩ ዋ እሞ ቁሩብ ከደ ይፀንሕኒ ዋ ከም ኣቢለ ክፀንሕ እንታይ ከደኣ በለትኪ ኣቲ ንሳ ደኣ ከም ሰብ ዶኻ ሓሲባትኒ እያ ከም ከልቢ እንዲያ ነቢሓ ነቢሓ ክብ ኢላ ኣውፅያኒ ነያ ከሰትኻ ከም ዓይላ እያ ተፍርሖም ሕሕ እንታይ ኢለ ናብ ኣቦይ መፅእ ይጠርዕ ዋይ
ኣቲ ቆልዓ
ኣስዕቐኪ እንዶ ካብ ፍርሒ ክንክድሕና ኢና ሊኣኹ ኣየ ዋ ምስ ኣቦይ ክመፁ ከለዉ ኸ ከምዚ ሕጂ ፈራሕ ዶ ነይሮም
ነናይ እዛ ቆልዓ ነናይ እዛ ጓለይ ንኸይድ ዳንኦቲ ንገዛና ናይዛ ገዲፍክኒ ዝኸድኪ ግን ኣነ ጸሊኤኪ ኣለኹ ዋይ ኣዕልል ምስ ኣባልኩ ኹን ከዓ ትፈትዋኒ ኣደይ ሴፍ ሓወይ ይኹን እምበር እዋይ ጉዳ
ዓዲ መፅኤሲ ናይ ሴፍ ወደይ ከየዳቆስኩ ክምለስ ኣይ ኣነ እኮ ኣብታ ገበላ እንከለና ኣዕሊለክን ነይረ እየ ምስ ኣቦይ ተላዘባ ኢለክን ምሽ ንዕናይ ደኣ ንዕናይ ደሓን ገዛ ገለ ምስ ቶመያ ከኣ ገዛኡ ኮይና ተፈተናዮ ዋይ ኣደይ ደሓነ ደኣ ነያ ገዛእ ከትምሕሮም ድዩ መሲልክን ዘሎ ዘይትምሕሮም ንዓናይ ደኣ
ከሰተይ

እወ ከሰተ ኣይጠዓሞን ዘሎ ናይ ሸዊት ተበለ ናይ መደይ ናይ መደይ ተበለ ናይ ሸዊት ሕጂ ከኣ ጋሽ ኣዲኡ ንዮሴፍ መጺኣ ተሎ ብኹሉ ኩሉ ይጠዕመሉ በጃኻ ኣታ ኣለኺ ዮሴፍ ምስ መድሃኔ ኣደይ ጽርሃ ምምጸይ ግዲ ነጊራቶም ኮይና ክደልዩኒ እንዳሓሰሩ መጺኦም ጸንሑ መዓስ ሕጂ ኣደይ ጽርሃ ሃንደበት ጎፍ ኢላትኒ ከም ዓርኪ ተበልኩዋ ንገዛ ከይዳ ግዲ ነጊራቶም ኮይና ክልቲኦም ንዓይ ክደልዩ ብዛ እንዳሓሰሩ መጺኦም ኣነ ከኣ ተሓቢኤ ኣሕሊፈዮም መጽርሃ ደኣ እንታይ ዘራኽብ ኣለካ ደሓን ኣይትእቶ ሃንደበት ጎፍ ኢላትኒ ዝበለት ትበል ኢለና ከዓ መዓል ኪኢለ እያ ኣይ ጽርሃ ደኣ ክልተ ዓዲ እናቆይታ ትውዕልሲ ክትሓብኣልካ ንዓ ክትበጅኻ ንዓ ክትበጅኻ ኣብታ በረኻኻ ትምለስ ግን እያ ገዛእ ኩሉ ነገር እንዲሞ ነዊሕኒ ነቦይከ ረኺብኩሞ ዶ? እዋእ ንዕኡ ኣይረኸብኩዎን፣ ንሃንስን ንኸሰተን ግን ረኺበዮም። እሞ እንታይ ኢሎምኹም?
ሕራይ ዶ ኢሎምኹም? ኣይፋሉን።
ቅድም ናይዛ መጺኣ ዘላ ጋሻ ናዲ ንዮሰፍ ክንውድእ ናታ ከነደቅስ ክዝብ ናታ እዩ ጨኒቕና ዘሎ ኢሎም። እዚያ ከሰተሲ ተጋጌ እንዳበልኩስ ዕጭ ክብለኒ። ኣቦይ እውን ተሓቢኤ ረኺበዮ ብደንጎላ ገይሩ ሰጒጉኒ። እዋእ ንሓወቦኻ ኸኣ ረኺብካዮ ኢኻ? እወ ረኺበዮ፣ ክርእየካ ይደልኒ ኢሉኒ። እሞ ነደይ ደሓነዶ ደኣ እቱ ኢለ ብዛ ብርካ ድፍእ ክብል ኣድሓነት ደኣ ብገራገር ኢኻ ዝሽንዳሓካ ናዕዳ ኪድ ኪድ ተመለስ ኪራታ ነበርካዮ ተመለስ በጃ ሕሞ ንመለይ ኢለ ደኣ ይቕረ በልለይ ኢለ ሕብልብል ከብላ ኤእ ንዓኣስ ኣይትረኽባን ኢኻ እንታይ ጽቡቕ ዝፈደኻዮ ትመስል ኢኻ ብሰንክኻ እኮ እያ ዝኹሉ ደራዕ ረኺባ ዘላ ኪድ ኣይትረኽባን ኢኻ ኪድ ይብለካ እሞ ርድኡኒ ነቦይ ክኩሕሶ ምስ መድሃኒ ሓወይ ክዕረቕ ንስኹም ጥራይ ኢኹም ትሕግዙኒ በይገዛእይ ዳሓን ዳሓን ሕራይ እዛ ኣደ ዮሴፍ መስኺል ናታ እዩ ጨኒቕና ዘሎ እማ ካብ በልኩም ደኣ ሕራይ እሞ ንበረኻ ኢሉ ደኣ ክኸይድ ዋላ ናብቲ እንዳ ዓለቦኻ ከይድ ኣንታ ወደይ ንዓለቦይ ደኣ ከይደ እንዴ ኣቦይ ከዓ እግሪ እግረይ ስዒቡ ኣብኣ መፂኡ ጠይቅለይ እሶም ሓቢኦምኒ የለን ኢሎሞ ዋይ ወደይ በል እስኪ ኪድ እሞ ምሉቕ ኢልካ ካዳ ኣይፍለጥ ኢኻ ነቦኻ ዓዲ ምስ ኣተወ ክንላዘብ ኢና ኪድ ዝወደይ ኪድ ሕራይ በሎ ከይደ ሕራይ ሕራይ ዝወደይ ፃዕዳ ፅናሕካ ዝወደይ ኣጆኻ ኣጆኻ ዝወደይ ኣይትሕመቕ ዋይ ዋይ ወደይ ዋይ ወደይ

ግደፉኒ ብዛዕባ እዛ ገዛ ሕሰቡ። ኣንቲ በስማም በሊ ክንድቡ ንክንዲ እኽለ ማይ ድዩ ብቕርኒ ከትቕበልኒ? እዛ ረብራብ መልሓሳ ጓል ሃንሲ ነዛ ጋሻ ሒዛታ ክትመጽእ መዓስ መጽያ መጽያ ብለኩም ኣለኹ። ሚለና ሒዛታ መጽያ እወ
ዋላ እንታይ ኣበዲለ መጻወቲ ቆልዑ ክኸውን ነዛ ጋሻ ስም ኢለና ሒዛታ ክትመጽእ ከመይ ደየ ተናዒቐ ኣንዒቕኩምኒ
እሞ እንታይ ዳይላትኪ መን ከዛርባ ዘረባ ዘየድልየኒ ካፍታ ፈፊት መሊሰያ ኪዲ ምስቶም ዝወረዱልኪ ምስኦም ተላዘቢ ኢለያ። ኣንቲ ታይ ገይረኪ ኣንቲ እዛ ነገር ክድቅስ ዘይትሕግዝኒ። ብዛዕባ ዘነበረካ ሰፊረን ዘለዋ ደቁ ከምዘይ ትገብሩ እዚ ቆልዓ ወድኹም ምዃኑ ፈሊጠ ኣለኹ ወደኽደኽ ኣይደልን እየ። ኣንቲ ብዛዕብኡ ደኣ እቲ ወዲ ጀናይ ተጋጊየ ይቕረ በሉለይ ኢሉኒ ሀልኪ ኪሒሰ ክወስዳ ይብል ኣሎ ንበለይ። ክተጸልሉኒ ኢኹም ደሊኹም እዚ ቆልዓ ዓዲ ስደድዎ ኣነ ከ ኣመት ጓለይ ክገብር ንሳኸ ጓለይ እንታይ ምስ ሚለና ዘምፅእ ነይርዋ ንዕቀት ተናዒቕኩሞ ንዕኩምኒ ይግፍሓልኩም ሕጂ

በዓል ክዛ ጓለይ ከመይ ትውዕሊ?
እግዚኣብሔር ይመስገን። ኣይ እዛ እንዳ ሃንስ ጊላ ጠፊኣትን እንዳ ኣይነተን ትኸውን እንዳ ሃንስ ጊላ እወ
ሓደ እዋን እኳ መፀ ነይረ እየን ሕጂ ግን ጠፊኣትኒ። ከመይ ዝበሉ ብሩኻት ገዛ መስለኪ? ዋ እንዳ ሃንስ ጊላይ ደኣ በዚ ኣቢልኩም ምስኮትኩም ዓባይ ህድሞ ጎፍ ክትብለኩም እያ። ኣደይ ርግበ እንድየን ዝበሃላ በዓልቲ ቤቱ። እወ ሕጽር ዝበለት ኣደ ዓቦ እያ። ጽቡቓት ቆልዑ ከማን ኣለውኡ። እወ ሓቅኹም ኣቦይ።
በል በዚ ኣቢልኩም ኪዱ። ሕራይ ዛጓለይ ብርኽቲ ኩኒ። ኣሜን ኣቦይ። ብርኽቲ ኩኒ ዛጓለይ። ታይ ደኣ ካብ ርሑቕ ዲኹም መጺኹም?
እወ በዓል ርሑቕ መንገዲ እየ። ነዚኣ ዓድኹም ግን ብሰንኪ ሃንስ ጌላ እየ ዝፈልጣ። ብዕራይ ጠፊኡኒ ረኺብለይ ነይሩ እዩ። እወ ሓቅኹም ኣይ የሃንስ ጊላይ ኣብዚ ዓዲ ዝፍተው ብሩኽ ማሰኛ እዩ በል በዚኣ ኣቢልኩም ኪዱ እባ። ኣንቲ ቆውሒ ኢኻ እትመስሊ ደቕኔለይ በሊ እዛ ጓለይ ገንዘብኩም ርሑት ትኹኒ ደቐኔለይ ኣሜን

ስኹም እተዋ ኣቲ ቆልዓ ጥዒት እባ ኣይኮንክን ኢኺ ንዕናይ ብኣተው ሕጂ ከም ኣፈፌት ክትገድፍኒ ደሊኺ ኣነ ኣይኣቱን እየ ይብለክን ኣለኹ እንታይ ኮንኪ ብሓደ ደይኮናን ወፂእና እቶም ስድራኺ ከ እንታይ ኢኹም ክብሉኒ
ሞናትና እንደይ ምሕረት እዛ ኩላ ዝገበርክዋ ትነግራለይ ዲኽን ዋይ ከምኡ ዲኺ ዋእ ኣነ ተደይ ነገርኩ ሰይተኸሰተ ትነግር ወይለ ወተተይ ዝገብሮ ቦይ ክኸፍለኒ መን ሒዝክያ ኺዲ ኢልክ ክብለኒ ኣይብለክን ዮሃንስ በዓለይ ክነግሮ እየ ኣነ እንደግዳ ገድድስ ምሳ ከዘኮድድ ዋ ስድራ ክፀርፉኒ ንዕናይ ዶ ኣተዊ ኣነ እኮ ከምኡ ኣይለክን ነይረ ወይ ምስ ኣቦይ ወይ ምስ ኣደይ ኪዳ ኣይለክን ምሽ ስሒት ግናዕኒ
ትጓሊ ኣነሲ ህድእ ኢለ ላዘብ ኢል ክበልኩ እምበር ከምዚ ዶ ክረክብ መሲልኒ ንሕናይ ዳእተው ገዛኺ ንሕናይ ትኹን ዘጓለይ ኣንቲ ናይ ኣደይ ምሕረት ኣነሲ ሕይ ሕይ ኢለ ዶ ክልቅስ እንታይ እዩ ዝገብሮ ስድራይ ክቐትሉኒ እዮም ክመዓቱኒ እዮም ወይ በርበረ ሕጂ ከዓ በርበረ ከዐጠኒ
ወይ ደሓን ሚሎ ጓለይ ይ ባዕለ እየ ወሲደያ እምበር እሳሳ ቀቢፃ ንኽብሎም እየ ዛጓለይ ንና ይተዊ በላ ስተራኒ ኣደይ ምሕረት በጃኽን ስተራኒ ኣነ ድሕሪ ዛሕጂ ንዓበይቲ ይዛረብ እኒኹ ጎድፈ እተዋ ገዛኽን

ደሓነ ደሓነ መልቀስ ረኺብ ዋ እሞ መልቀስ ደኣ በይኒ ክንዲ ክንጢ እናበልክ እንትኸዳ ከሰተ የለዉ እንዴ እንደሰኒኹ ዕዮ ኣለኒ ኺድ ስኽ ብፅሒ ኢሎም ንበይኒ ክሳይ ትኸዲ ነፀላ ክገብሩ ማእነ ከሰኒ ኣይፋልክንን ምሕዳር'የ እሞ እንተ ሓደር ክንሲ ምሳኺ እንዲ ሓድር እቶም ሰብ መልቀስ ከንታ ክብሉ ሰብ ከም ደይብል ክንሲ በይንኺ ክትከዳ ነውሪ እንዲ ግዲ ኣንቲ እንግዲ ኻን እንዶ ምስ ነብሰይ እናተዛረብኩ ክኸይድ እየ ወደከይ ናብቲ እንዳ ሓፍትኺ እንዲ ኽን ጽርሃ እንታይ ማለትክን እዩ መልቀስ ኣለኒ እናበልክኹን እሞ ከሰንየክን ኣይፋልክንን ዓጽምኽን ይኽበር ይቐንየለይ እሞ መልቀስ ኣይኮነን ሃት ዘብለክን ደሎ ካልእ እዩ እንታይ ደኣ ካልእ እንታይ እሞ ክብለክን እየ ደኣ ምሳኽን ከሰንየክን ክኸይድ ተበልክኹን ዶ ኣየድልየንን እዩ ትብላ የለኽን ጽርሃ ግደፋኒ ዶ ትዕንቅፋኒ ከምዚኣ እንዳ ረኣኹን ስቕ ኢለ ዝሰደክን እንታይ ዲኹን ከንክን እስከ ተረዲኽን ተበእሽክን

እዚኣሲ ከከከከከ እዛ ኣጋውሎ ክንሲ መርቀት ኣይትመስልን እያ ድሓነተይ። እንታይ ኮን ገድሽኪ ዓቢ ኢድኪ ኢኻ ትብሊ ዘለኺ ኣብ ቀላይ ተኣታኽሲ ኩሉ ሕዝኪያ ክትኣትዊ ማለት እኳ ኢኺ ኣንቲ ንእሽተይ ደይትነግርኒ ንገለ ሰብሲ ክነግር ኣለኒ እምበር ስቕ ኢልካ ደኣ ስቕ ደይትበል። ዋይ ኣንቲ ደ ንፀጋ ደኣ መን ክወቕዓ ብቐርና ዶ ክትኣትዎም ኮይና ሓረጋሻ ሲ ሓረጋሻ ደሃን እስኪ ላይበ ኢሉኒ እንታይ ደኾነ ጋሻ እዩ እዚ እሞ እንታይ ሓቢርክዮም ዶ ነቦኹ ዝደልዮ ዶ ኩኑ ኣሓበርኮምን ኩነታቶም ደስ ስለ ዘይበለኒ ናብ ታሕተዋይ ዓዲ ሓቢረዮም ኣለኹ ኣይትገድፍን ኢኺ እንተ ደኸመይ ዝበልዋ እዚኣ ጋሻ ክመፀና እኮ እያ ዘይትፈቱ ኣቲ ቆልዓ ክንደይ ትሓስሚ እዋ በሊ ዓድና ክሕብርዎም እዮም ኣብዛ ገዛ ከይትፀንሒ ከይተዋርድኒ ወረ ካብ ርሑቕ ዝመፁ እዮም ዝመስሉ ተኪሮ እንተጠመትኮምሲ ዘመንና ኮይኖም ተሰሚዖምኒ ወይ ዘረባ
እስኺ ደይ ትፈልጥዮም ኣዝማድ ደለውና እዩ ኣግዳ ክደእተዊ ክደእተዊ ገፅክማ ያፍስሉ ኣልዕሉ የግዳ ርቋ ጓለይ እዚ ኣብዚ ገዛ እያ ክሪኢኽዮም ትኾኒ ኣይ እስኺ ከዓ ኣብዚ ገዛ እንተትሪኦም ደኣ እንታይ ዘጣየቕ ኣለዎ ሰላሕ ኢሎም ደይመፁ ኣትደ ንርብቃ ፈሪሐያ እምበር እየ እቶም ብዕራይ ዝጠፍኦም ኣቦይ ዝረኸበሎም ሰብ እዮም ዝመስሉ ዋይ ጉድ መፅያትና በሊ ርብቃ ሓፍትኻ ከይትሰምዕ ንዕናይ ንሽን ኢልክና ብተሓሰር ሰድ ኢኺ ምኸውሻ ጥኸይ ወፃና ስቕ እንተበልናኸ ታወትካ ከይሽም መፅምና ኢኻ ተተፀነፀነት ግን ኣትደ ምስ ብምሸት ምስ ኣቦይ ንርብቃ ዝደልዩ ስድራ ክመፁና እዮም ለክ ነይሩ ዋ ኣንቲ ሰሚዕኽና ዲኺ ኣትን ቆልዑት እንታይ ክንኩንኩን ኩላትክን ፌን ጠገራት ትኾናን ዋእ ከተልዕሉ ሰሚዐኩ እምበር ባዕለይ ዶ ጠይቐ እየ። መነና ክትስምዒ ኢልኪ ክትሳናጠኒ ጽን ኢልኪ ክትሰምዕና ኣቲ ቆልዓ ከይኮንኩ እንታይ ቆልዓ ክትገብሪ ነጊረኩ ኣለኹ ንሓፍትኺ ብጭቑ ኢልኪ ከይትነግርያ ትንፋስኪ ክሕልፈኪ እየ እዎ ርብቃ ሓፍተይ በዚ ኣቢላ ዶ ህልም ክትብል ኮይና ኣይነግራን እየ እዎ ሰኮለይ ኮምኡ ድበሃል ኣንቲ እደ እዞም ሰብኣይሲ ንርብቃ ክምርዓዋ ድዮም መፅኦም ዋት ጉደይ ኣረጊት እዮም ነበርክ እዮም ክምርዓውዋ ኣንቲ ደ ንወዶም ድዮም ደልዮማ ክብል ኢለ ኣይፈርሐን ድየ እንታይ ደፍርሕ ኣለኪ ወይለከ ንዓኸ ሰኸበይ ድብሉ ዝሓት ስድራ እንተመፅኦምናስ ኣይክንዕድለክ እንዲና ሰይ በል ርብቃ ሓፍቲ ከይትምርዓው ኢለ ክነግረ ሕራ በሊ ነዞም ሰብኣይ ኣብዛ ገዛ ከይተሕድሩ እዮም ምስ ዕለሉ ኩሉ ገዛ ክንበለ ዋ ይህን ተኾንኪ ርብቃ ሓፍቲ ክንትሰምዕ ብቻ ክንተሰሚዕ ክትፅለል ኣደይ

ኣንታ ከሰተር ኢኻ
እንታይ መን ኢኻ ኣይፈልጥኩኻን ኣነ ምስ ኣዝገ
ኣንታ ከሰተ ካንዲኻ ጋጊኻኒ ዝጠፈ ብዕራይ እኳ ሃኒ ዝረኸበለይ ዋይ እንታ ንስኻ ድኻ ከመ ገይረ ድኣ ገጌካ ወዮ እኳ ካብ ምስ ሃንስ ከም ዝጋርካ ዓዲ ውዒልና ዘይንፈልጥ ዋ ከም ሸዓ መዓልቲ ገይሩ ተመሲላ ህሉ ትፈልጥ እያ ዋ ኣምላኽ እኮ ይንቁሒሉ
ኣንታ ከሰተ ኣጋጊኹምኒ ዲኹም እም ኩላ ዛንታ ከኣ ሰሚዐ እየ ንኣን ሰሚራትሉ እምበር ኣይ ንስኻ እንዲኻ ናብዛ ክፉእ ተግባር እቲኻዮ ሓራም ሓራም ኣነ ዘየእተኹ ኣንዳ መን ኢኹም ኢልካ ስኽ ደኣ በል ንዓይ ደኣ ረዲእኹምኒ ደኣ እምበር ዳእላ ኢልኩም ከም ዝውዓልኩም እውን ዓዲ ነጊሮምኒ እዮም ዋ እንዳ መን ኢኹም ኢሉ ነጊርካ ልዕል ኣቢሎም
ብድሕሪኡ ደኣ ንሃንስ ደኣ ዋላ ካብ ርሑቕ ዓድታት እንድዮም ዝመጽዎ ነይሮም ፍለጠልና እንዳበሉ ደሓር ኣንታ እቲ ኣምላኽ ከኣ ይሕግዞ ነይሩ እንታይ ውን የቕንዓሉ ኣንታ ግደፍ ደኣ ሕጂ ውን ከይተጋግየኒ ጽናሕ ደኣ ባሻ ዒቑሽ ወዲ ኣቦይ ኣውዓሎም እንታይ ድዩ ኢልዎ መሲልካ ሽዑ ግደፍ ግደፍ ደኣ ደው ከይተብለና ኣነ ክኸይደ እዚኣ እዚኣ እዛ ዛንታ እዚኣ ከይነገርኩኻ እሞ ኣይትኸይድን ኢኻ ኣይ። ወዮ እኳ ገዛ ኣቲኻ እኽለ ማይ ክትለክፍ እንዳበልኩ ስምዓኒ ደኣ እንታይ ድዩ ኢልዎ ሃንሲ ሃንሲ ወዲ ጊላይ ሃንሲ ኣንግህ ዝተቐደሰ ከም ፈላሲ ኤእ ብዘይ ጸሎት ብዘይ ስግዳን ዝረኸባ ንነብሲ ብዓንተብኡ ዘሕደረሉ ልግሲ ንዕኡ ናብ ገነት ንኻልኦት ፈውሲ ኢሉ እንዲሁ ኣንታ ክልቲኹም ሓደ ኢኹም በልታ ገዛ ጠፊኣተን ኢላ ሓብረኒ በል ዋ እሞ ንዓባ ቅድም ዘእግርኻ ማይ ክዕው ከተብለሉ ኣይፋሉን ሻዕ ኢለ ዓደይ ክምለሰ ንሃንስ ምስ ረኸብኩኻ ደሓን ከኣ ረኽበካ ተፋንወኒ ራይ ደሓን እሞ ናይ ደሓን ዲኻ ከዳእ መጢኻ ደኣ ኣንታ ወረ ክትሕግዘኒ ኢኻ a
ኣይደሓንካይ እንዲኻ ሕጂ ካብ ዕራይ ጠፊእካ ድዩ ኣንታ ንዳላ ጥራ ኮንካ ዋእ ሕጂ እዚ ንቁም ነገር ኣይመፅኤ እስኪ በል ፅቡቅ ቁም ነገር ናግበሩ ንዓ እስኪ በል ንዓሞ ንዓና እንዲሽተ ክንዕልል በዚኣ እስኪ ንዓ ገለል ኢልና

ስቕ ኢለ ዋ እታ ሜለና የላ እንድያ ኣንቲ ብታ ኣፈቤት እንደ ገዲፈያ ዘለኹ ንዕስከ ክንላዘብ ጓለ ዋ ኤ ድሓና እንዲና ዋ ኣንቲ እንታ ክድሕን
ናብታ ሰይተኸሰተ ከይደይ እዋይ ነዛ ክጥዕረኒ ነዛ ክጥዕረኒ ቁሩብ ተሪፈዋ ደሎ ሰንቢደ እየ መፅየ ዘለኹ እዋይ ወይ ኣነ ተካል ካብታ ድፈራህኩዋ ከይወፃኹ ኣተጣሚለና ድያ ወሲዳትኪ ዋይ ኣርእኒ ለያ እዋይ ኣቲ ምሕረት እንታይ ወሪድኪ ክንዲ ምስ ዓበይቲ ትኸደሲ ምስ ቆልዑ ዋ ኣድሓ ንስ ክብረት ከሊኣህኒ ክትብለኪ እንድያ ኢላትኒ እንድያ እዛ ሰብ ጥዒት መሲልኒ እምበር ነዛ ቆልዓ ደኣ ለከምክዋ ጓለይ ኣብ መዓት ኣቦኣ ክትእትውያ ተጋጊኺ ናይ ለባማት ኣይሰራሕክን ዋይ ሕጅስ ነቲ ወደይ ሒዘ ደኣ ንዓደይ ክምለስ ዋይ ንዓኹም ደሃንስ ከኣ መዓት እእትየኩም ማዕበልኹ ኸእ እሞ እዛ ርግምቲ ቆልዓሲ እሱ ኮይነ እያ ሙሉእ መዓልቲ ሽርብ ኢላ ውዒላ ደላ በለት ምጻም ወድሓ እውይ ኣይትበልያ ተጋገየ ለስሃው እንተ ሓቢኣ እያ ደላ ኤ ኣቦይ ክቐትለኒ ኢላ ብብኽያት ምእባር እያ ኣብያሃኒ ዘላ ዳሓን ትምጻእ እንዶ ወረ በርበረ እውን ከዓጥና እየ ኣንኤ ለኪመያ ምእንታይ ክትብሊ ግደፍያ ደኣ ሚለና ሚለና ኢልና እንዲና ጸይቕናያ ስቕ ደኣ በለት ትቀጽዓ እወይ ዋይ እሞ ኣነስ እንታይ እየ ክብለኪ ካብ ኩሉ ካብ ኩሉ ሃንስ ከይቀትላ ኤእ። ዋይ ኣነ ሸእ በለ ድሓን ናይ መገድኺ እሞ ግበሪ ኣድሓነት ከ እንታይ የልሃኪ። ዋይ ንሳ ደኣ ቢጫ እንድያ ኣቲ ነውራም ዘይቲ ስተ እኺ ኢላ እኳ እያ ጸሪፋትኒ። ዶ።
ኦይ ነዚኣስ ገጻ እኳ ይርኣ ወደይ ሒዘ ዕዝር ክብል እየ ንዓደይ ዋይ። በሊ ስምዒ ስምዒ ምሕረተይ እዚ ቆልዓ ሓቀኛ ኣቡኡ ፈሊጡ እዩ። ታይ ጉሂ ብዛዕባ እዚ ጉዳይ እዚ ብጭቁ ኢልካ ይትዛረብ እዮ ወይ ሰላሕ ዓቢል ክሰድ እዮ የግዲ
ሃንስ ሓወይ ብጊሓ ትምፃእ እሞ ከፋንወኒ ኣነስ ጉሄኤ እምበርከ የሴፍ ወደይ እኳ ስቕ በሊ ኢልኒ ነይሩ እዩ ወይ ኣጋውሎ ሪኦ እየ እንዴ መልስ ከድሓ ከምኡ ግበር እሞ እዛ ርግምቲ ቆልዓ በዚ ገበላታ ደኪ ዋይ
ነደይ ምሕረሲ ሓንሳብ ኮፍ ኣቢልኩም ከይዕለልኩማ ካሚለና ተኾነት ደገደገ ትብል ያ ሕጂ ማሚ እንታይ ትገብር ንመድሃኒ ሓወይ ማሚ ትፀሎ እያ እዋይ ተውሳኺትለይ